ሰላም ዝከብርኩም ተካተልቲ ቤን ቲቪ ንሮቡዕ ዓሰርተ ሰለስተ ታሕሳስ ዝተዳለወ ዕለታዊ ዜናታት ይዘልኩም መጽየ ኣለኹ ከም ወትሩ ክሳብ ፍጻሜ መደባትና ንክትከታተሉና እንዳዓደምኩ ብቀዳምነት ኣርእስተ ዜና ኣብ ቀይሕ ባሕሪ መርከብ ኖርዌይ ብሚሳኤል ተወቂዓ ብምክንያት ዲፕሎማሲያዊ ዝምድና ኤርትራን ኢጣልያን ሙዚቃዊ ምርኢት ቀሪቡ። ኣብ ክልል ኣምሓራ ብዝተኻየደ መጥቃዕቲ ድሮን ሓያለ ሰባት ተቐቲሎም። መንግስቲ ሱዳን ነቲ ሃገር ኣመልኪቱ ብኢጋድ ዝተበጽሐ ስምምዕ ነጺጉ። በዓል ስልጣን ውድብ ሕቡራት ሃገራት ነበርቲ ቓዛ ናብ ግብጺ ክግዕዙ እስራኤል ተገድዶም ከም ዘላን፣ ካልእን ዝድህስስ መደባት ሒዘልኩም መጺኤ ኣለኹ። ሰናይ ናይ ምክትታል ግዜ እንዳተመነኹ፣ ኣብዛ ቻናል ድማ ናይ ወትሩ ተኸታተልቲ ንክትኮኑ ሳብስክራይብ ብምግባር ናይ ደወል ምልክት ክትጥውቑ ብክብሪ ይዕድመኩም። ኣብ ቀይሕ ባሕሪ መርከብ ኖርዌይ ብሚሳኤል ተወቒዓ። ንምብራቕ ኣፍሪካ ካብ ሓውሲ ደሴት ዓረብ ብዝፈሊ ስትራቴጂካዊ መጻቦ ባብ ኤል ማንደብ ትሓልፍ ዝነበረት ዋንነት ኖርወይ ምዃና ዝተግልጽት ንግዳዊት መርከብ ካብ የመናውያን ዕጡቓት ሑቲ ብዝተወንጨፈ ሚሳይል ከምእትሃርመት ተሓቢሩ። ኣፈኛ ናይቲ ዕጡቕ ጉጅለ ኣብ ዘውጽኦ መግለጺ፣ እታ ስትሪንዳ ዝተሰምየት መርከብ ናብ እስራኤል ክኣቱ ዝተመደበ ነዳዲ ጽዒና ብምንባራ ነቲ መጥቃዕቲ ከምዝተፈጸመ ገሊጹ። ንሱ ወሲኹ፣ ሰራሕተኛታት እታ መርከብ ንኹሉ ዝተዋህቦም መጠንቀቕታታት ምላሽ ምሃብ ብምእባዮም እቲ ስጉምቲ ከምእተወሰደ ድሕሪ ምምልካት፣ እስራኤል መግብን ሕክምናዊ ሓገዝን ናብ ወሽመጥ ቃዛ ክሳብ እተፍቅድ ሑቲ ናብ ወደባት እስራኤል ንዝኸዳ መራኽብ ብቐጻሊ ክትዓግት ምዃና ኣጠንቂቑ ኣሎ። እታ መርከብ በቲ ዝተተኮሰላ ሚሳይል ባርዕ ክትፈጥር እኳ እንተጀመረት ኣብ ውሽጣ ዝነበሩ ሰባት ነቲ ሓዊ ተቐላጢፎም ከጥፍእዎ ብምኽኣሎም ኣብ ዝኾነ ሰብ ጉድኣት ከምዘይወረደ ተሓቢሩ። ኣብቲ ከባቢ ኣብ ልዕሊ ንግዳውያን መራኽብ ዝፍጸም መጥቃዕታት እናወሰኸ ይኸይድ ምህላዉ'ዮም ጸብጻባት ዘመልክቱ። እቲ ጉጅለ ሑቲ ናብ እስርኤል እተምርሕ ወይ'ውን ካብ እስርኤል ከም ዝመጸት ዝጠርጠርዋ መርከብ ዒላማ ክገብር ምዃኑ ኣብ ዝሓለፈ መዓልታት ምጥንቃቑ ኣይርሳዕን። ብምኽንያት ዲፕሎማስያዊ ዝምድና ኤርትራን ኢጣልያን ሙዚቃዊ ምርኢት ቀሪቡ። ብምኽንያት ዝኽሪ ሰላሳ ዓመት ምምስራት ወግዓዊ ዲፕሎማስያዊ ዝምድና ኤርትራን ኢጣልያን ብ ዓሰርተ ሓደ ታሕሳስ ምሸት ኣብ ኣስመራ ኣዳራሽ ሲኒማ ሮማ ሙዚቃዊ ምርኢት ቀሪቡ። ኣብቲ ብምትሕባር ኮሚሽን ባህልን ስፖርትን ኤርትራ ኤምባሲ ሪፖብሊክ ኢጣልያ ኣብ ኤርትራ ንዝተወደበ ምርኢት ኮሚሽነር ባህልን ስፖርትን ኣምባሳደር ዘመደ ተኽለ ዝርከቦም ሰበ ስልጣን ኤርትራ ኣብ ኤርትራ ዝመደበሮም ዲፕሎማሰኛታት ከምኡ ንብርክት ዝበሉ ዕዱማት ስነ ጥበባውያን ተሳቲፎም ኣምባሳደር ኢጣልያ ኣብ ኤርትራ ሚስተር ማርዮ ማንቺኒ ኣብ ዘስምዖ ቃል፣ ህዝብታት ኤርትራን ኢጣልያን ዓሚዩቕ ሰረት ዘለዎ ዱልዱል ምትእሳር ከምዘለዎ ድሕሪ ምጥቃስ፣ ዝኽሪ ሰላሳ ዓመት ዲፕሎማስያዊ ዝምድና ክልቲኤን ሃገራት ብፍላይ ኣገባብ ንምብዓል ዝተወሰደ ስጉምቲ ካብዚ ዝነቅል ንዕኡ ንምንጽብራቕ ዝዓለመ ምዃኑ ገሊጹ። እቲ ሙዚቃዊ ምርኢት ብኢጣልያዊ መራሒ ሙዚቃ ማውሮ ማር'ዩ ተመሪሑ። ኣብ ክልል ኣምሓራ ብዝተኻየደ መጥቃዕቲ ድሮን ሓያለ ሰባት ተቐቲሎም። ኣብ ክልል ኣምሓራ ዞባ ደቡብ ወሎ ብዝተፈጸሙ ክልተ መጥቃዕታት ሰብ ኣልቦ ነፈርቲ ድሮን ብዙሓት ሰባት ከም ዝሞቱ ነበርቲ ተዛሪቦም። ብመሰረት ሓበሬታቶም መጥቃዕቲ ብሰንበት እዮም ተኻይዶም። ኣብቲ ዞባ ወረዳ ሳይንት ፍሉይ ስሙ መሳሌምያን ቀይ ዋሻን ኣብ ዝተባሉ ከባቢታት ብዝተኻየዱ መጥቃዕቲ ሰብ ኣልቦ ነፈርቲ ቁፅሪ ዝሞቱ ሰባት ብልክዑ እኳ ምፍላጥ እንተዘይተኻእለ ኣስታት ኣርብዓ ከምዝኾኑ ግን እቶም ነበርቲ ገሊፆም። ኣብ መሳለምያ ብምንኪና ናብ ዕጡቓት ፋኖ ምግቢ የቕርቡ ነይሮም ዝተብሃሉ ዘይዕጡቓት መንእሰያት ከምዝተቐተሉ እቶም ነበርቲ ይዛረቡ። ብውሕዱ ሰላሳ መንእሰያት እቲ ከባቢ በቲ መጥቃዕቲ ከም ዝተቐተሉ ዝገለጸት ንድሕነታ ስማ ከይጥቀስ ዝተሓተተት ሓንቲ ነባሪት እቲ መጥቃዕቲ ኣጋ ምሽት ከባቢ ሰዓት ዓሰርተ ክልተ FSR ዝተባህለት ናይ ጸዕነት መንኪና እናተጓዕዙ ከለዉ ከም ዝተፈጸመ ኣመልኪታ። መብዛሕቶም ካብቶም ዝተቐተሉ ኣብ ዓሰርተታት ዕስራን ዝርከቡ መንእሰያት እዮም ክትብል ብዛዕባ እቶም ኣብ መጥቃዕቲ ዝተቐተሉ መንእሰያት ኣረዲኣ። ዕጡቓት ፋኖ ንኣስታት ሓደ ወርሒ ኣብቲ ከባቢ ከም ዝጸንሑ ዝገለጸ ካልእ ነባሪ ብወገኑ፣ ብቀዳምን ሰንበትን ኣብ መንጎ'ቲ ጉጅለን ሓይልታት ምክልኻልን ከቢድ ውግእ ከም ዝነበር ሓቢራ። እቲ ባእሲ ኣብ መራኸቢ ኣማራ ቅድስን መሓል ቅድስን ኣብ ዝርከብ በልከውማ ዝተባህለ ከባቢ ከም ዝተፈጸመ ዝገልጸ ነባሪ፣ መንእሰያት ንፋኖ ንምሕጋዝ ይንቀሳቐሱ ከም ዘለዉ ኣመልኪቱ። ፋኖ ሽዑ ኣብቲ መጥቃዕቲ ዝተፈጸመላ መዓልቲ ኣብ ከተማ ኣይነበረን። ኣብታ መንኪና ግን ክልተ ሰባት ዕጡቓት ርኢና ኢና፣ እቲ ካልእ መንኪና ግን ዝነበረ ዕጥቂ ዘይብሉ መንእሰይ ነይሩ ክብል ተዛሪቡ። ኣብታ መጥቃዕቲ ዝተፈጸመላ መዓልቲ እታ ድሮን ኣብታ ከተማ'ውን መወዳቡብቲ ዝኾነ ከባቢታት ዳህሳስ ተካይድ ከምዝነበረት ዘዘኻኸሩ እቶም ነበርቲ ሰባት ነታ ድሮን ምስ ካልእ ዓይነት ነፋሪት ኣመሳሲሎም ደው ኢሎም ይርእዩ ነይሮም ክብል ሓቢሮም። ሓደ ኣብ ስራሕ መንግስቲ ዝተዋፈረ ነባሪ እቲ ከባቢ፣ ቁጽሪ ዝሞቱ ኣርብዓ ክኸውን ከም ዝኽእል ክዛረብ እንከሎ፣ ካልእ ነባሪ ድማ ካብ ዓሰርተ ሓሙሽተ ክሳብ ዕስራ ከም ዝሞቱ ተዛሪቡ። ብዘይካ'ቶም ዝሞቱ ካልኦት ሰለስተ ሰባት'ውን ቆሲሎም ንሕክምና ናብ ሳንሳ ከም ዝተወሰዱ ተሓቢሩ'ሎ። ኣባላት ስድራ ሬሳታት ናይቶም ግዳያት ንምልላይ ተጸጊሞም ከም ዝነበሩ ዝገልጽ ሓደ ነባሪ፣ ብመንነት ወረቐትን ኣብ ጁቦኦም ብዝተረኸበ ወረቐትን ንምልላይ ተፈቲኑ ክብል ክብደት ናይቲ መጥቃዕቲ ኣረዲኡ። ስነ-ስርዓት ቀብሪ ናይቶም በቲ መጥቃዕቲ ዝሞቱ ሰባት ድማ ኣባላት ስድራቤትን ገለ ሰባትን ኣብ ዝተረኸብሉ ብሰንበት ምሸት ከም ዝተፈጸመ ተገሊጹ። ብሰንኪ እዚ ስግኣት ንገሊኦም ብለይቲ'ዮም ቀቢሮሞም፣ ቤተክርስትያን ከይጥቃዕ ስለዝተጨነቑ ብታህዋኽ ቀቢሮሞም ኢሉ። ኣብ ወረዳ መሃል ሳይንት ፍሉይ ስሙ ቀይ ዋሻ ዝበሃል ከባቢ ከኣ ሰንበት መዓልቲ ከባቢ ሰዓት ዓሰርተ ሓደ ከምዝተጠቕዐ ዝተዛረቡ ነበርቲ ብዙሓት ሓረስቶት ከምዝተቐተሉ ሓቢሮም። ሓደ ምስክር ዓይኒ ከቢድ ድምጺ ሰሚዖም ካብ ገዝኦም ዝወጽኡ ዒስራ ሓረስቶት በቲ መጥቃዕቲ ተቐቲሎም ክኾኑ ከምዝኽእሉ ተዛሪቡ። ኣብ ክልል ኣምሓራ ኣብ መንጎ ዕጡቓት ፋኖን ሰራዊት ምክልኻልን ንኣዋርሕ ኣብ ዝካየድ ዘሎ ግጭት ብሰንኪ መጥቃዕቲ ሰብ ኣልቦ ነፈርቲ ሰላማውያን ሰባት ይጉድኡ ከምዘለዉ ውድብ ሕቡራት ሃገራት ኮሚሽን ሰብኣዊ መሰላት ኢትዮጵያን ገሊጾም ምንባሮም ይዝከር። መንግስቲ ሱዳን ነታ ሃገር ኣመልኪቱ ብኢጋድ ዝተበጽሐ ስምምዕ ነጺጉ። ሚኒስትሪ ጉዳያት ወጻኢ ሱዳን ድሕሪ'ቲ መራሕቲ ሃገራት ምትእኻብ ልምዓት ምብራቕ ኣፍሪቃ፣ ኢጋድ፣ ዝሓለፈ ቀዳም ትሽዓተ ታሕሳስ ንኲናት ሱዳን ኣመልኪቶም ኣብ ጅቡቲ ተራኺቦም ዝገብርዎ ምይይጥ፣ ኣብ ሱዳን ቅጽበታዊ ተኹሲ ደው ናይ ምባል ስጉምቲ ክውሰድ ምጽውዖም ኣብቲ ስምምዕ ዘይነጸረን ዘይቅኑዕን ውዕላት ኣለዉ ብምባል ብወግዒ ነጺግዎም። እቲ ኣብ ሱዳን ዝካየድ ዘሎ ፖለቲካዊ ቅልውላው ንምፍታሕ ትማሊ ኣብ ጅቡቲ ዝተኻየድ ዋዕላ ፍሉይ ልኡኽ ምምዛዝን ሰብኣዊ ዕርቂ ምምስራትን ዘጠቓልል ናብ ሰላም ዝወስድ መንገዲ ብምቕራብ እኳ እንተተዛዘመ መንግስቲ ሱዳን ብዛዕባ ንጹርነት እቲ መግለጺ ብፍላይ ድማ ብዛዕባ ተሳትፎ ሚኒስትሪ ጉዳያት ወጻኢ ኢምራት ዓረብን ህላወ ፈጣን ሓይልታትን ስክፍትኡ ገሊጹ። ሚኒስትሪ ጉዳያት ወጻኢ ሱዳን ኣብ ዝሃቦ መግለጺ ነቲ መግለጺ ዘለዎ ተቓውሞ ብምሃብ ብፍላይ ድማ ምትእትታው ሚኒስትሪ ጉዳያት ወጻኢ ሕቡራት ኢማራት ዓረብ ብዝምልከት ሓለፍቲ ኢጋድ ምስ ልኡኽ ፈጣን ሓይልታት ተራኺቦም ዝብል ምጉት ከምኡውን ነቲ ቅልውላው ንምፍታሕ ብጎረባብቲ ሃገራት ሱዳን ዝቐረበ ብግብጺ ዝምራሕ ተበግሶ ብሱዳን ተቐባልነት ከም ዘይብሉ ኣስሚሩሉ። ዋዕላ ሃገራት ኢጋድ ኣብ ዝካየደሉ ዝነበረ ኣጋጣሚ መንግስቲ ሱዳን ኣብ ካርቱም ዝመደበሮም ዓሰርተ ሓሙሽተ ኣባላት ኤምባሲ ሕቡራት ኢማራት ዓረብ ኣብ ኣርብዓን ሸሞንተን ሰዓታት ካብታ ሃገር ክወጽኡ ከም ዝኣዘዘ ይዝከር። ኣብ ኣኼባ ኢጋድ መራሕቲ ኬንያ፣ ኢትዮጵያ፣ ሶማልያ፣ ሕብረት ኣፍሪቃ፣ ፕረዚደንት ሱዳን ዓብደልፈታሕ ኣልቡርሃን፣ ወከልቲ ሕቡራት ሃገራት፣ ኤውሮጳዊ ሕብረትን ሕቡራት መንግስታት ኣሜሪካን ተረኺቦም ነይሮም። ብዘይካ'ዚ ቅልውላው ሱዳን ንምፍታሕ ዝዓለመ ብስዑዲ፣ ኣሜሪካ፣ ኢጋድ ዝተበገሰ መስርሕ ጅዳ ኣብ ዝሓለፈ ወርሒ ብሰንኪ ምስሓብ ፈጣን ሓይልታት ካብ ከባቢታት ካርቱም ብዝተፈጠረ ዘይምርዳእ ፈሪሱ እዩ። በዓል ስልጣን ውድብ ሕቡራት ሃገራት ነብርቲ ቃዛ ናብ ግብፂ ክግዕዙ እስራኤል ተገድዶም ከም ዘላ ገሊፁ። ሓላፊ ወኪል ስደተኛታት ሕቡራት ሃገራት ኣብ ፍልስጤም ፊሊፕ ላዘሪኒ ነበርቲ ቃዛ ዓዶም ገዲፎም ናብ ግብፂ ክስደዱ እስራኤል ተገድዶም ከም ዘላ ወቒሱ። እቲ በዓል ስልጣን ዝሓለፈ ቀዳም ንጋዜጣ ሎስ ኣንጀለስ ታይምስ ኣብ ዝሃቦ ሓበሬታ ሰራዊት እስራኤል ፍልስጤማውያን ነበርቲ ቓዛ መረበቶም ጠንጢኖም ናብ ግብፂ ክውሕዙ ዘገድድ ሓደገኛ ወታደራዊ ፖሊሲ ይኽተል ከም ዘሎን ማዕረ ማዕሪኡ ድማ ኲናት ድሕሪ ምብቅዑ ናብ ዝዓነወ ኣባይቶም ክምለሱ ዘየኽእሎም ኩነታት ይፈጥር ከም ዘሎ ኣረዲኡ። ሕቡራት ሃገራትን ሓያለ ኣባላት እቲ ውድብ ዝኾና ሃገራትን ነበርቲ ቓዛ ብሓይሊ ተደፊኦም ናብ ግብፂ ክግዕዙ ብእስራኤል ንዝካየድ ዘሎ ጻዕርታት ብትሬንድ ዝቃወምዎ ዘለዋ ዝበለ እቲ በዓል ስልጣን፣ እቲ ተቓውሞ ኣብ ቦትኡ እናሃለወ ግን እስራኤል ንወሽመጥ ቓዛ ካብ ህላወ ፍልስጤማውያን ናጻ ናይ ምግባር መደባ ንምዕዋት ትሰርሕ ከምዘላ ኣመልኪቱ። ኣፈኛ ሚኒስትሪ ምክልኻል እስራኤል ኣብ ዝሃቦ ምላሽ ድማ፣ እስራኤል ንነበርቲ ቓዛ ብሓይሊ ደፊኣ ናብ ግብጺ ከተስግሮም መደብ ከምዘይብላ ብምግላጽ ነቲ ብፊሊፖ ላዛሪኒ ዘተዋህበ ሓበሬታ ነጺግዎ። እንተኾነ ክልተ ኣባላት ባይቶ እስራኤል ዝሓለፈ ወርሒ ኣብ ጋዜጣ ዎል ስትሪትስ ጆርናል ኣብ ዘስፈሮ ጽሑፍ ሃገራት ዓለም ነቶም ብዶብ ራፋሕ ኣቢሎም ናብ ግብጺ ክስደዱ ዝኽእሉ ኣማኢት ኣሽሓት ነበርቲ ቓዛ ሃንጎፋይ ኢለን ክቕበልኦም ክርእዩ ከም ዝደልዩ ገሊጾም ነይሮም። ፊሊፖ ላዛሪኒ ኣብ መወዳእታ ብሰንኪ'ቲ ኣብ ወሽመጥ ቓዛ ዝቕጽል ዘሎ ምጥቃዕት እስራኤል ዛጊት ልዕሊ ሓደ ነጥቢ ሸሞንተ ሚልዮን ፍልስጤማውያን ተመዛቢሎም ከም ዘለዉ እዚ ድማ ድሕሪ ሸን ትሽዓተ ሚእትን ኣርባዓን ሸሞንተን ነቲ ዝዓበየ ተርእዮ ምዝንባል ፍሊስጠማውያን ከም ዝኾነ ኣረዲኡ። እዚ ከምዚ ኢሉ እንከሎ ሓፈሻዊ ባይቶ ሕቡራት ሃገራት ካብ ግብጽን ማውሪታንያን ብዝቐረበሉ ጻውዒት መሰረት ኣብ ጉዳይ ወሽመጥ ቃዛ ንምዝታይ ትማሊ ሰሉስ ምሸት ፍሉይ ኣኼባ ከካይድ ምዃኑን ኣብቲ ጉዳይ ውሳነ ንምሕላፍ ከድምጽ ትጽቢት ከም ዘሎን ተሓቢሩ። ግብጽን ማውሪታንያን ህጹጽ ኣኼባ ሓፈሻዊ ባይቶ ሕቡራት ሃገራት ዝጽውዓ ዘለዋ ኣሜሪካ ዝሓለፈ ሰሙን ባይቶ ጸጥታ ኣብቲ ወሽመጥ ህጹጽ ምቁራጽ ተኹሲ ዝጥልብ ውሳነ ንኸየሕልፍ ድሕሪ ምዕጋታ እየን። ሓፈሻዊ ባይቶ ሕቡራት ሃገራት ዘሕለፎ ዝኾነ ውሳነ ቀያድን ኣስገዳድን ከም ዘይኮነ እዩ ዝንገር። ዝኸበርኩም ተኸታተልቲ ቤን ቲቪ ንሎሚ ዝበልናዮ መሰናድኦና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን በብዘለኹሞ ሰላም።